ፈቃር ሰማያዊ ኣቦና ሕጂ ወን እንደገና ረድኤት ደሊና ናባኻ ንመጽእ ኣሎና ነመስግነካ ስለቲ ቃል ተስፋ ከየባተኽኩም ሕተቱ ከየባተኽኩም ድለዩ ከየባተኽኩም ማዕጾ ኳሕኩሑ እሞ ክንቅበልን ክንረክብን ማዕጾ ብወገንካ ክፈተልና ኣሚንና ኣሎና ክብለል በል ሕጂ እውን ንቓልካ ባርኮ እሞ ነፍሳት በዚ ቓል ህይወት እዚ ርእየን ኣስተንቲነን ሓሲበን ናባኻ ክመጽኣ ኣባታተን ክትከብር ምእንቲ እዩ ምስ ኩልና ኹን ብሩኽ መዓልቲ ግበረልና ምሕረትካ ይትጉሰያ ንኤርትራ ኣቦይ እዛ ግዜ ትውዳእ ኣላ እሞ ድሕነት ህዝብና ከይርእና ጸሓይ ተስፋ ክትዓርበና ኣይትግደፍ ብስም ጎይታና የሱስ ኣሜን። እዚ ናይ ሎሚ መልእኽትና ድማ ኣርስቱ እዚ እዩ። ኣብቲ የሱስ ዝበሃል ምድንጋር የልቦን። ኣብቲ የሱስ ዝበሃል ምድንጋር የልቦን። ምድንጋር ከኣ ሕንፍሽፍሽ ዝኣተዎ እምሮ ማለት እዩ። ዋግዋጎ ዝኾነ እምሮ፣ እወ ደበና ዝኸደኖ ኣእምሮ፣ ብርሃን ጽልግልግ ዝብሎ ኣእምሮ። ከምዚ ዝኣመሰለ ኣብ የሱስ ክርስቶስ ኣይርከብን እዩ። ቀዳመይቲ መልእኽቲ ጳውሎስ ናብ ሰብ ቆሮንቶስ ፍቕዲ ዓሰርተው ይቕሬታ ምዕራፍ ዓሰርተው ኣርባዕተ ፍቕዲ ሰላሳን ክልተን ሰላሳን ሰለስተን ከምዚ ነንብብ ኣምላኽሲ ናይ ሰላም እምበር ናይ ዝርግርግ ኣምላኽ ኣይኮነን ካብዚ ጽቡቕ እንታይ ኣሎ እግዚኣብሔር ነእምሮና ብሩህን ንጹርን ክገብሮ ምእንቲ፣ መንፈስ ቅዱስ ኣባና ክነብረሉ ዝከኣል መንገዲ ኣቕነዐ። እዚ ኸኣ እንታይ እዩ? ልብን ነፍሲ ሰብን ኣእምሮ ሰብን ሕልና ሰብን ብብርሃን ወንጌል ክቐንዕ ግድነት እዩ። ኣብቲ የሱስ ክርስቶስ ዘለዎ ኣእምሮ ምድንጋርን ዕግሽግሽን ዕግርግርን ግመ ዝኸደኖ ኣእምሮ የልቦን እንታይ ኢና ንብሎ ኣብዚ ኣምላኽሲ ኣምላኽ ሰላም እዩ እምበር ዝንግርግር ዝብሎ ሰብ የልቦን ዝርግርግ ዝብሎ እውን የልቦን ሕንፍሽፍሽ ኣባና ክህሉ ኣይግባእን ኣምላኽሲ ህይወትና መሰዐረዮ ብሩኽን ኣዝዩ ንጹር እረ ዘገርም ነገር ምስኡ እናተመላለስና ብዝኸድና መጠን ኣእምሮና እናበረሀ ይኸይድ ዘይነበረና ጥበብ እናደለብና ንኸይድ ከምኡ እዩ። እቲ ዝበዝሐ ምስ ኣምላኽ ንመላለሰሉ ዘበን ህይወትና እቲ ዝበዝሐ ጥበብን ጸጋን ምስትውዓልን ዝኽልለና ስሙ ይባረኽ። ኣብ ኣምላኽና ብርሃን እዩ እምበር ጸልማት ስለ ዘየልቦ ነእምሮና ዝኸድኖ ጣቓ ዝኸድኖ ደበና የልቦን። እንተ ደኣ ምርዳእ ኣብዩና ገለ ነገራት ከኣ ፈውሳ ቀላል ትምህርካ ኣብልና ወይ የሱስ ክርስቶስ ጎይታ እዩ። እዚ ምርዳእ ስኢነ ኣለኹሞ ንምስትውዓለይ ክፈቶ እዚ ተረድኡ ጎይታ ከድሕነና ከሎ ይቅረ ክብለልና ከሎ ነብስና ምሕረት ረኪባ ንብዙል ኩለንትናና ምሕረት ረኪብና ከለና ኣእምሮና ብሓጢኣት ከም እተዓንቀፈ ኣይትረስዑ እንታይ ኣሎ ሰናይ መራሒና ንሱ ስለ ዝኮነ ከምቲ ጎይታና የሱስ ዝበሎ እቲ መጸናንዒ ክሰደልኩም እየ እሞ ንሱ ናብ ኩሉ ሓቂ ክመርሓኩም እዩ እወ ክገልጸልኩም እዩ ኩሉ ናይ ኣምላኽ ነገር ዘበለ ክምህረና ከብርሃልና ምድንጋር ከም ዘይመጽእ ብሩሃትን ንጹራትን ክንከውን ድሙቓት ብርሃን ክንከውን እንታይ ኣሎ መስለኩም ልብና እኳ ማሕደር መቅደስ ኣምላኽ ኮይኑ እንተኾነ ንክርስቶስ የሱስ ጎይታና ከም መድሓኒና ምስ ተቀበልናዮ ኣእምሮና ፍጹም ዝኸውን ድሕሪ ትንሳኤ እዩ። ሕጂ ርኹስ እዩ ማለት ኣይኮነን ብጌጋ ይዕንቀፍ እዩ ማለት እዩ። ንኣብነት ረኣይ እሞ ንሓደ ተምሃራይ ቁጽሪ እዛ ኣልጀብራ እዚኣ ፍትሓያ ኢለ ኣብ ሰሌዳ ኣውጻእኩዎ። ዓዩ ዓዩ ዓዩ ምፍትሓ ስኢኑ። ልቡ ድዩ ተጋግዩ ኣእምሮኡ? ኣማኒ ከኣ እዩ ንበሎ። ስለዚ ነዛ ቁጽሪ ክፈትሓ ስለ ዘይከኣለ ልቡ ተጋግዩ ማለት ኣይኮነን ኣእምሮ እዩ ተጋግዩ እዚ ከምዚ ጌጋ ናይ ኣእምሮ ዝግበር ከዓ ኣበሳ ኣይኮነን ግን እንታይ ኣሎ ምስ ኣምላኽና እናተመላለስና ክንከይድ ከለና ስርዓት ምድንጋርን ዕግሽግሽን ድብልቕልቕን የልቦን ሰላም ደኣ ኣእምሮና ርጉእ ኣእምሮና ህዱእ ንእግዚኣብሄር ተዓጊሰ ተጸቢኽዎ ክብል ከሎ ንጉስ ዳዊት ንሱ ማለት እዩ ጸልይዶ ብጸበባኻ ጦቕ ዘይልሎ ኣብ ክንዲ ጠራዕራዕ ዝብል ከም እንጣጥየ ቀይዕ ጎበዝ መንጸርጸሪ ፍለጠለይ ከም ዝበሃል ብናይ ሕንቅሕንቅሊቶይ ጸወታ ኣብ ዓድና ኣቶ እንጣጥየ መንጸርጸሪ ጽቡቕ ነገር ህብ ከሎ ጥዑይ እኽሊ እኽሊ ጥዕና ከሎ ክትቀርቦ ከለኻ ግና ልቡን ቀልቡን ይጠፎ ብጠራዕራዕን ብኣውያትን ነዛ መቕሎ ልባ ቀልባ ኣጥፍኣላ። ልቢ የብላን ቀልቢውን የብላን ግና እንታይ ማለተይ ብዙ ነጢሩ ፋሕ ኢሉ ይኸይድ። ኣመንቲ ኣእምሮኦም ርጉእ ህዱእ ክኸውን ይግባእ። ኣመንቲ ደድሕሪ መንፈስ ቅዱስ ክስዕቡ ይግባእ። እቲ ናይ ሎሚ ዘበን ኣምጽኦ ሽግር ረኪብና ዘሎ እዚ እዩ። ቀቅድሚ መንፈስ ቅዱስ ዘኩዱዱ ናቶም ጓይላ ዝተክሉ በዚሖምና። ኣስተውዕሉ እምበኣሪ ንስኻ ንስኺ ፍጡራት ኢኹም ኣና ከማኹም ሓደ ካባና ብቑዕ የልቦን ቀቅድሚ መንፈስ ቅዱስ ኩዳ ክንገብር ንሱ እዩ ዝመርሕ ዓወል ቃጨ ድር ኣመስግን ተበለ ዓው ንብል ስቅ በል ተበለና ስቅ ንብል እምበር ባዕልና ኣይኮናን ነቲ ኣኼባታት እነካይዶ ባዕልና ኣይኮናን ከም ዝድላይና ጌርና ነቲ ኣኼባ ንመርሖ ከማ እንድሕር ኮይና ባዕልኻ ምድንጋር ኣምፂኻ ብመንፈስ ቅዱስ ተኮይና ካብ መንፈስ ቅዱስ ግና በረከት ኣላታ ብዙሕ ሰብ ተረቢሑ ይወጽእ እምበር ኣስተውዕሉ ኣምላክና ኣምላክ ንጹር ኣእምሮን ኣስተውዓሊ ኣእምሮን እዩ እምበር ኣብኡ ምድንጋርን ድብልቅልቅን ሕንፍሽፍሽን የልቦን። ስለዚ ኣብዚ ጎይታና የሱስ ንብሎ ዘለና ጎይታ ምርዳእ ጎይታ ምስትውዓል እዩ እምበር ዘይተኣደነ ድብልቕልቕ ወሪድና ዘሎ ሎሚ ዳርጋ ኩሉ ካብ ኣምላኽ ኣይኮነን ብዘሎ ኣማንየ ዝብል ዘበለ ልቡ ይመርምር ልባ ትመርምር ብመንፈስ ቅዱስ ዲኹም ዘለኹም ወይስ ብገዛእ ርእስኹም እወ ዘገርም ነገር ስም ኣምላኽና ይባረኽ ስም ኣምላኽና ይባረኽ ንሱ ከምቲ ንሱ ዝሓሰቦ ጥበቡ ከምቲ ክእለቱ ገይሩ ከካይደና ኢሉ መርሓና ኣሎ ኢሉ እውን ኣምላኽ ሲ መንፈስ ሓይልን ፍቕርን እምበር መንፈስ ፍርሂ ኣይሃበና ኣእምሮና ከዓ ጥዑይ እዩ ማለት እዩ እዚ እወ ጥዕና ካብ ኣምላኽ ኣለዎ ኣስተውዒልና ንዛረብ ኣስተውዒልና ንኣቱ ንወፅእ እቲ እምሮና ጥዕና ኣለዎ ካብ ኣምላኽና ምድንጋር ዝበሃል ከጥቅዓና ኣይክእልን እምበኣር ነመስግኖ ንኣምላኽና። ካልእ ጽሑፍ ከኣ እንታይ ነንብብ? ትንቢት ኢሳይያስ መበል ሓምሳ ምዕራፍ ሰብዓይ ፍቕዲ እግዚኣብሔር ኣምላኽ ይረድኣኒ እዮ እሞ ስለዚ ተጓዕ ኣይክብልን እየ ወይስ ኣይበልኩን ስለዚ ንገጸይ ከም ዓረ ገበርክዎ፣ ከም ዘይሓፍር ከኣ ፈለጥኩ። እወ ኣእምሮና ርጡብ፣ ጥብቂ፣ ጭብጢ ክኸውን ኣለዎ። ምክንያቱ ከዓ እቲ ኣሚንናዮ ዘሎና ዘሕፍር ነገር የብሉን። ኣብታ ተድልየና እዋን ምኽሩ ክህበና እዩ። ንኣብነት ጎይታና የሱስ እንታይ ኢሉ ስለ ስመይ ኣብ ቅድሚ ስልጣናት ደው ክትብሉ ኢኹም እንታይ ከም እትብሉ ኣይትሕሰቡ በቲ ግዜ እቲ ዝወሃበኩም ደኣ ተዛረቡ ኣቲ ሓደ ካልእ ፅርብ ዝፅሑፍ ከዓ እንታይ ኢሉ ኣብ ቅድሚ ስልጣናት ደው ትብሉ መንፈስ ኣቦኹም ክወሃበኩም እዩ እሞ ብትብልዎ ኣይትጨነቁ ስም እግዚኣብሔር ኣምላክና ይባረክ እወ ኣብ ቅድሚ ስልጣናት ዶ ኣይተጸዋዕናን ኢና ይሓተቱና እንድዮም ምክንያት ሕቶኦም ከ እቲ ዝስበኽ ወንጌል ዶ ኣይኮነን ግን ኣብቲ ምላሽ ዘይርከቦ ዝመስል ባዕሉ ጥበቡን ምኽሩን ትብዓቱን ክምልሽዎ ዘይክእሉ ነገራት ክንህቦምን ዝበሃል ዝህበና ኣምላኽ ዶ ኣይኮነን? እምበኣር እዚ እዩ ምእንቲ ኣእምሮና ብሩህ ክኸውን ልብና ክበርህ ኣለዎ ቀደም ኣብ ዝፋን ልብና ክርስቶስ የሱስ ብዘይንግር ስልጣን ክገዝእን ክለግስን ይግብኦ። ንምኽሪ ኣምላኽና እሞ መን እዩ መን እዩ ክኽእሎ መን እዩ ኸእዝንትን ክብሎ ዝኽእል ሕጂ ረኣዩ እቲ ብዛዕባ እዚ ንዛረበሉ ዘለና ሃዋርያ ያዕቆብ ዝብለና ኣለዎ መልእኽቲ ያዕቆብ ሳልሳይ ምዕራፍ ካብ ፍቕዲ ዓሰርተ ሓሙሽተን ዓሰርተ ሽዱሽተን ጀሚርና ከነንብብ ራእይ ድማ ኣብቲ ቅንእን ሸራን ዘለዎ ኣብኡ ምፍራስ ስርዓትን ኩሉ እኩይን እኩይ ግብርን ኣሎ ሕንፍሽፍሽ ዝኣተዎ ኣእምሮ እሞ እዛ ጥበብ እዚኣ ምድራዊትን ስጋዊትን ሰይጣናዊትን እያ እዛ ጥበብ ናይዛ ምድሪ እወ ኩሉ ዕላማኣ እኩይ እዩ ካብ ላዕሊ እትወርድ ኣይኮነትን ሕጂ ረኣይ እቲ ካብ ኣምላኽ እትመጽእ ጥበብ ፍልልየን ረኣይወን። እታ ናይ ላዕሊ ጥበብ ግና ቅድም ንጽህቲ እያ፣ ደሓር እውን ሰላማዊት፣ ልእምቲ፣ ሰማዕ፣ ምሕረትን ጽቡቕ ፍረን ዝበልዐት ገረምዶ ኣይኮነን? ብዘይ ዝርየትን ብዘይ ግብዝናን እያ። ነቶም ሰላም ዚገብሩ እውን እቲ ፍረ ጽድቂ ብሰላም ይዝርእዎ ይዘርእዎ እዮም። እወ ጥበብ ናይ ኣምላኽ ትሃንጽ፣ ዕሽነት ተርሕቕ፣ ንጽህቲ ስለ ዝዀነት ከኣ ንብጻያ ኣይትጐድእን። ጥበብ እዛ ዓለም እዚኣ ግና ረኣይዎ፣ እንታይ ገለ ጥፍኣት ኣምጺኣትልና ኣላ። ጥበብ እዛ ዓለም እዚኣ እዚ ዘይበሃል ኣጽዋር ውግእ ሰሪሓ ንሓድሕዳ ክትጣፋእ ትዳሎ ኣላ። ጥበብ እዛ ዓለም እዚኣ ገሃነም ፈጢራ። ጥበብ ናይ ጎይታና የሱስ ግና ጽድቅን ሰላምን ሌላን ውሌላን ሸርነት ዘይብላ ልእምቲ ጽድቂ ዝመልአት ቅድስቲ ሰላማ ዝውሕዝ ፍሪኣ ከኣ ጽቡቕን ተፈታውን እዛ ጥበብ ኣምላኽ ኣብ ልብና ቦታ ረኺባ ክትቅጽል ኮላ ከኣ ከመይ ዝበለ ደስታን ሓጎስን ዘይንፈልጦ ካብ ኣምላኽ ንረክብ ንብጻይና ከኣ ንሃንጾም፣ ብእምነቶም ንሃንጾም። ኣብ ጐይታና የሱስ ክርስቶስ ሱር ክተኽሉ እሞ ትብኡ ዘለዉ ፍቕሩን ቁመቱን ዕምቈቱን ውርዱን ግፍሑን ኩሉ ክፈልጥዎ ከምኡ ገይሮም ክነብሩ ብ ቅድሚ ኣምላኽ ንኹሉ ሰብ ሰላም ከብርሁሉ ብሰላም ክማላለሱ እታ ካብ ሰማይ ወይ ካብ ላዕሊ ካብ ኣርያም ትመጽእ ጥበብ ኣምላኽ ኣብ ልብናን ኣብ ኣእምሮናን እትሓድር ሲ ለባማት እምበር ዕዋኖታት ዓሻ ማሊ ዕዋኖ ዓሻ ማለት እዩ ዳንደ ኸኣ ዓሻ ማለት እዩ እወ፣ ብሩህ ኣእምሮ ምእንቲ ኺህልወና፣ ምእንቲ ኸይንደናገር እንታይ ኣድልዮ ኣሎ? ብመጀመርያ ብሱር መሰረቱ ክርስቶስ ኣብ ልብና ክሓድር ግድነት እዩ። ሽዑ እዩ ምስኡ እናተመላለስና ኸሎና እናበርሀ ኣእምሮና፣ ልብና እውን እናበርሀ ከምኡ ኢልና ክሳዕብ ዓለም ዘሎና እናበርሃናን እናንጸባረቕናን እናስተውዓልናን መስተውዓልቲ እናኾንናን ኢና ንኸይድ ብጸጋ ንዓቢ ኣሎና ማለት እዩ። ስም እግዚኣብሔር ኣምላኽና ይባረኽ። እወ እምበኣር ነስተውዕል። ጽሑፍ እውን ይብል እዩ እንተ ደሓ ሓደ ካባኹም ጥበብ ኣድልይዎ ንተኸየ ዝተሓፈረ ኣብዚሑ ዝህብ ኣምላኽ ይለምን ይሕተት። ጎይታና እንታይ ኢሉ? ዝሓተተ ይቕበል፣ ዝደለየ ይረክብ፣ ማዕጾ ዝኳሕኩሐ ድማ ማዕጾ ይኽፈተሉ። እዘን ኩለን ቃላት እዚኣተን በቲ ቋንቋ ጽርኢ ኣብ ናይ ህልዊ ግዜ እየን። ከምዚ ማለት እቲ እናሓተተ ዝሓትት ይቕበል፣ እቲ እናደለየ ዝደሊ ይረክብ፣ እቲ እናኳሕኩሐ ዝኹሕኩሕ ማዕፆ ይኽፈተሉ። ከየባተኽካ ከየቋረፅካ ክሳዕ መልሲ ካብኡ እትረክብ ምቅላስ ማለት እዩ። እወን ኣይኮነን ከይበለካ ኣምላኽ ስለምንታይ ተቋርፅ? ስም ጎይታና የሱስ ክርስቶስ ንዘለዓለመ ኣለም ብሩኽ ይኹን። ብእግዚኣብሔር ኣምላኽካ ብምሉእ ልብኻ ተኣመን። ኣብ ምስትውዓል ገዛእ ርእስኻ ወይ ጥበብካ ኣይትወከል። ብኹሉ መገድኻ ንእኡ ተኣመኖ እሞ ንሱ ኸኣ መገድኻ ክቐንዓልካ እዩ። ኣሜን ስሙ ይባረኽ። ትኣምኖ ን ጎይታ ኢኻ ብኣኻ ተኣሚነ እየ እሞ ከቶ ኣይተሕፍረንን ኢኻ እኔኹ እሰእበካ ኣለኹ በሎ ከምኡ ምስ ኮነ ነቲ መገድኹም ከኣ ንሱ ትኽ ኣቢሉ ይመርሓኩም ግን ቀዳምነት ንሱ ክህሉ ኣለዎ ቁጽሪ ሓደ ድላይካ ኣይኮነን ክቕድም ዘለዎ ዕላማኻ ኣይኮነን ክቕድም ዘለዎ ጎይታ ባዕሉ ደኣ ቁጽሪ ሓደ ናይ ሂወትኩም ንሱ እንድሕር ኮይኑ ከኣ እናበራህኩም ክትበርሁ ኢኹም እናንጸባረቕኩም ክተንጻባርቑ ኢኹም ጽሑፍ እዩ እቶም ሕጊ ከኣ ዘፍቅሩ ብዙሕ ሰላም ኣለዎም ዘዕንቅፎም ከኣ የልቦን ያ መዝሙር ዳዊት ሚእትን ዓሰርተ ትሽዓተን ጥቕሲ ሚእትን ስሳን ሽዱሽ ስሳን ሓሙሽተ እዛ ጥቕሲ እዚኣ ናይ ነዊሕ ነዊሕ ነዊሕ ዓመታት ዓንዲ ሒቖ እየ ብኣ ድማ ክንደይ ግድል ክንደይ ፈተና ክንደይ ውግእ ዘይሰዓርኩ እቶም ንሕግኻ ዘፍቅሩ ብዙሕ ሰላም ኣለዎም ዘዕንቅቦም ከኣ የልቦን። እወ ልዕሊ ዓቕምና ዝኾኑ ስልጣናት መጺኦም ኣምላኽና እንተዘየፍቅድሎም ግና ሓንቲ እኳ ካብ ጸጉሪ ርእስና ክወስዱ ኣይክእሉን እዮም። ነዚ ኩሉ ክንርእዮ ከለና ሽዑ እቲ ምስትውዓል ኣምላኽ ዝህበና ምስቲ ናይ ዓለም ከነናጻጽሮ ከለና እቶም ብርሃን ዘለዎም ሰባት ኣእምሮኦም ርጡብ ኣእምሮኦም ብሩህ ንሕና ኢና ኣመንቲ። ኣብዚ ዘበን ምድንጋር ድማ ኣብ ጎይታና የሱስ ክርስቶስ ጥዑይ ኣእምሮ እምበር ጽሉል ኣእምሮ ስለ ዘየልቦ ደሚቕና ነስተውዕል ንበርህ። ስሙ ይባረኽ ስሙ ይባረኽ። ኣመስጊንና ክንጸግቦ ዘይንኽእል መስተንክር ዝኾነ ስራሕ ኣምላኽና እወ። ኣእምሮ ንዓቕሉ ጸይብዎ ግመ ይደፍኖን ጭንቕ ምስ በለና እቲ ልቢ ንርቕኖ ኮይኑ ኣእምሮ ክብል ዝግብኦ እዚ እዩ ጎይታይ ዘጨንቐኒ ኣብ ኢድካ ማዕቂበ ኣለኹ ኣባኻ ምድንጋር ስለ ዘየልቦ ሕንፍሽፍሽ ስለ ዘየልቦ ከዓ ኣሚነ ክሳዕ እዋን ኣይኮነን ትብለኒ ቀጺለ ብጸሎት ክነቅሕ እየ ኣሚነካ ከኣ እየ ዝነቅሕ ስምዑ እሞ ክንጽሊ ከለና እኮ ስለ ተጨነቕና ኣይኮናን እንጽሊ ስለ ዝኣመና ወንጌል እንምህር እንሰብኽ ስለ ተጨነቕና እኮ ኣይኮነን ስለ ንኣምን ኣጸቢቕና ወብኡ ንኣምን ከምኡ እንተኾይኑ እቲ ምስጢር ናይ ህይወትና ኣይንዕንቀፍን። ብሩህ ኣእምሮ ክህበና ኣምላኽና ፍቓድ እዩ። ከምቲ ሓጢኣት ንእምሮና ኣጸልሚታቶ ዝነበረት ድፍን ኣቢላትና ንሓይሊ ፍቓድና መሊኻቶ ባሮታ ጌራትና ዝነበረት፣ መመዘብዓን ብሒቆና ሰብ ኢላቶ ዝነበረት ጸጋ ኣምላኽ ከኣ ንእምሮና ብርሃን ንነብስና ብርሃን ንመንፈስና ብርሃን ገይሩ ንምስትውዓልና ሸቀርቀር ኣቢሉ የብልሖ። ኣስተውዒልናዮ ዘይንፈልጥ ነገራት ከኣ ከነስተውዕል ንኽእል። ዝኸብደና ዘበለ ከኣ ባዕልና ኣይንፈትሖን ኢና። ትሬላ ናብ ኣምላኽና ኢና ነምጽኦ ባዕልና ንፈትሖ ተተጋደልና መሪሽት ጽልምት ሰናይ ከኣ ኣይኮነን ኣማንስ ካብ ኣምላኽ ብኣምላኽ ንኣምላኽ እዩ ዝነብር እምበር ብጥበብ ገዛእ ርእሱ ኣይነብርን እዩ እወ ኣብ ጎይታና የሱስ ክርስቶስ ብሩህ ኣእምሮ እምበር እተደናገረ ደበናን ግመን ዝደፈኖ ኣእምሮ የልቦን። በዚ ከምዚ ከኣ ጸቢቕና ንሕጎስን ከነመስግንን ይግብኣና። እወ ንኹልና ድኹማት ሓይሊ ዝህብ ንሱ እዩ። ንኹልና ሓይልና ዝጽንቀቕ ሓይሊ ዝውስኸና ንሱ እዩ። ብማዕበላትን ማያትን ሽግራትን ክንሓልፍ ከሎና ኣእምሮና ተጨኒቑ ከይትኮስ ኣለኹ ምሳኻ ኢሉና። ወይ ዘገርም ነገር ናይ ኣምላኽ ብሰላም መሊኡ ልባትና ጭንቕ ኢልና ከለና ብሰላም መሊኡ ሃዲእና ንጽበ ኣበይ ኣንስቲ ኢና ንጉስ ዳዊት ፈሊጥዋ ብጸበባይ ናብ ኣምላኽ ኣእዊኹ እዩ ተዓጊሰ ተጸቢኹኻ ኢሉ እሞ መለሰለይ ህቡብ ኣእምሮ ክእረም ይግባኦ እቲ ተተኻኸለ ኣእምሮ ጸሎቱ ፍሲሱ ኣብ ክንዲ ምጭናቕ ኣሚነ ኣለኹ ምሳይ ኣሎኻ ዕስራን ኣርባዕተን ሰዓት ሸውዓተ መዓልቲ ኣብ ሰሙን ከየቋረጽካ ምሳይ ኣሎኻ እወ ምቁራጽ ዝበሃል የልቦን ንሱ እሙን እዩ ብወገንና ግና ምጥንቃቕ ኣድሊ ስለምንታይ ጭቃን ዲና ከምዚ ዝግብኣና ጌርና ንኣምላኽና ኣይንህደዎን። እዚ ማለት ሃዲእና ኣይንጽበዮን እዩ ደለ ሃዲእና ኣይንጽበዮን። ብገለ ነገር እኳ ኣይትጨነቑ ኢሉ ድሌትኩም ዘበለስ ብጸሎትን ልማኖን ደኣ ኣብ ኣምላኽ ይፈለጥ እምበር እወ ኣይትጨነቑ ንልብና፣ ንእምሮና ወይ ሓሳባትና ብሰላም ዝእርንቦ፣ ብሰላም ዝጥርንፎ ጎይታና የሱስ ክርስቶስ ጥራይ እዩ። ኣየ ብርሃን፣ ኣየ ነጸብራቕ ኣብ ጎይታና የሱስ ጸልማት መጺኡ ኣይደፍነናን እዩ። በሪሃ እንድያ። እንተ ንምርዳኡ ንእዋኑ ኣሸጊሩና ከኣ እዛ ዝብለኩም ዘለኹ እያ። ኣእምሮናን ነፍስናን መንፈስና ሃዲኡ ይጽበ እምበኣከ ቅድሚ ኣምላኽ ምጉያይ ኣየድልን እዩ። ብዝኾነ ይኹን ዓይነት ነጊርናዮ ስቕ ኢልና ኢና ንጽበ ብጭና ክመልከና የብሉ እቶም ንጐይታ ዝጽበይዎ ግና ኵሉ ሳዕ በሪሆም ደሚቖም የንጸባርቑ እሞ፣ በታ ኣምላኽ ዝወሰና ግዜ ኸኣ ጸሎቶም ሰሚዑ እቲ ዝበልዎ ዅሉ ይገብረሎም። ስምዑ ደኣ፣ በሪሕና ኪኢልናዮ ከይኮነን ኣምላኽ ዝምልሸልናን ዝገብረልና ስለ ዘፍቀረና ጥራይ እዩ። እቲ ዘገርም ነገር ናይ ኣምላኽ ድምጽና ክሰምዕ ክፈቱ ኣብዚ ኩሉ ሳዕ ዝግርም ሰብ እብ እብ ሓሰኻስ ዎ ኣምላኽ ክንብል ኮለና ኣእዛኑ ኣድኒኑ ኣእዛኑ ጸልዩ ይሰምዓና ዘይብቑዓት ኮለና እታ ካብ ላዕሊ ዝመጽት ጥበብ እንዲ ሂቡና ኣብ ክንዲ ኣብ ልቦናና ኣብ ቅልጽምና ቅልጽም መኾስ ተኣሚንና ሓበብ ንብል ንጥፍኣትና ትሕት ኢልና ንብሎ ኣምላኸይ ክትሰምዓኒ እውን ብቑዕ ኣይኮንኩን ክትምልሰለይ እውን ብቑዕ ኣይኮንኩን ግን ካብ ፍቅርካ ተላዕለ ካብቲ መስዋእቲ ወድካ የሱስ ክርስቶስ ዝገበሮ ተላዕለ ስምዓኒ ጽን በለና ኣቦይ ንብሎ እሞ ስለ ወዱ ኢሉ ከኣ ጽን ይብለና እምበር ብቁዓት ኣይኮናን በየናይ መሰረት ክንበቅዕ እሞ ብኩሉ ነገር ብኩሉ ነገር ንበርትዕ ብግዜ ጓሂ ኣእምሮና ኣይጸልምን ብጸሎት ሓድሽ ብርሃን ክንቅበል ንቕረብ ኣብ ግዜ ሓጎስ ከኣ ኣእምሮና ብምስጋና ልብናን ይምላእ ልሰና ከነፍርና ከኣ ይዘምር ስምዕሞ እቲ ጸጋ ኣምላኽ ይኮ ንነፍስን ስጋን መንፈስን ብሓደ ጠርኒፉ ዝሕዘን እምበር ሰላም ኣምላኽ ሓጎስ ኣምላኽ እንተዘይኮነ ተበቲንና ምጠፋእና ግን እዛ ዓለም እዚኣ ክትርድኦ ዘይትኽእል ክትህቦ ዘይትኽእል ክትወስዶ ከዓ ዘይትኽእል ህዱእ ኣእምሮ ኣለና ካብ ኣምላኽና ኣብ የሱስ ክርስቶስ ምድንጋር ዝበሃል የልቦን፣ ጸልማት ዝበሃል ከኣ የልቦን። በዚ ምኽንያት እዚ ልባትና ይሕጎስ ባህ እውን ይብለና። ነዚ ዘሸግረና ዝመስል ብርሃን መጺኡ እንሆለ ኢሉ ኣጉልሕ ኣብርህ ከብለልና ከሎ ዝስመዓና ሓጎስ ኣጸቢቕና ንፈልጦ። ስለዚ እቲ ኩሉ ዝኽእል ጎይታ ኣብዚሑ ክባርኸና ምእንትስ ከምቲ ቃሉ ጌርና ክንመጽእ ይግብኣና። ከምቲ ቃሉ ጌርና ክንበርህ ይግብኣና። ነእምሮና ከኣ ብሰላሙ ክሕልዎን እዩ፣ ንምስትውዓልና ብሰላሙ ክሕልዎ እዩ፣ ነቲ ንኹሉ ካብ ኩሉ ሓረፍ ዝበለ ሰላሙ ንልብናን ነእምሮናን ዝኸድኖ ገይሩ ክኽልለናን ከዕግበናን እዩ፣ ይገብር ከኣ ኣሎ። ስም ኣምላኽና ይባረኽ፣ በብእዋኑ ጥበቡ እናሃበ የታትየና፣ ምእንቲ እቲ ንሱ ዝኸብረሉ ነገራት ክንገብር ስሙ ይባረኽ ስሙ ይባረኽ ብዓርሲ ኩላትና ነቕልብ እዚ ቃል ዝበሃለልና ዘሎ ንምድሓና ምዃኑ ተረዲእና መገዲ ጎይታና የሱስ ክርስቶስ ከዓ ንፅርትን ብርህትን መገዲ ጽድቂ፣ መገዲ ቅድስና፣ መገዲ ምልኣት መንፈስ ቅዱስ፣ መንገዲ ናይ ዘለኣለም ህይወት ምዃና ኣስተውዒልና ኣብኣ ጸኒዕና ንንበር። ነስተውዕል ደኣ። ጽልምተና እንተ ኾይኑ ጎይታይ ኣብርሃለይ ንበሎ። እወ ብሩህ ኣእምሮ ህድእ ኢሉ ናብ ኣምላኹ ይጽበ። ብሩህ ኣእምሮ ብምስትውዓሉ ይከይን እዩ፣ ናብ ኣምላኽ ደኣ ምርኰስ። ብሩህ ኣእምሮ ከኣ ንዘይምስትውዓለይ ኣብርሃዮ፣ ከም ፍቓድካ ክነብር ፍቓድካ ክምህልእ ከኣ ደገፍካ ሃበኒ እዩ ዝብል እምበር ኣነ እፈልጥ ዝብል ሓሳብ የብሉን። ዘሕዝን ዶ ኣይኮነን? ዘሕዝን ዶ ኣይኮነን? ክሳዕ ሰሚነሪ እተማህሩ ሰበኽቲ ኣለዉ። እቲ ዝገርመኩም ነገር ጎይታና የሱስ ክርስቶስ ካብ ድንግል ከም ተወልደ ካብ ምዉታት ከም ዝተንስእ ከኣ ዘይኣምኑ እናረኣዩ ዘዐሩ፣ እናስተውዓሉ እተደፍኑ፣ ምስትውዓል ዘይብሎም፣ እናረኣዩ ዘይርእዩ፣ ኣምላክ ካብኡ ድሐነና። እንድሕሪ ሓደ ኣገልጋሊ ወንጌል ኢየ ኢሉስ እሞ ብትንሳኤ ናይ የሱስ ክርስቶስ ዘይኣምን ኮይኑ፣ እንታይ ምኽንያት ኣለዎ ክሰብኽ? የሱስ ህያው ምዃኑ እንተ ዘይኣሚንናን ኣብ ልብናን ነፍስናን መንፈስናን ኣእምሮናን እንተ ዘይተቓጺሉስ መልእኽቲ ከም ዘይብልና ኣይፈልጡን ድዮም? ዘሕዝን እዩ። ጸልማት ዝደፈኖም ሰባት መሊኦም መሊኦም ኣለዉ። እምበኣርሲ፣ ካባላቶም ንበልፅ ኣይኮናን ንብል ዘሎና። እናረኣዩ ዘዕሩ እዮም እሞ መገዶም ኣይንከተል። ጐይታና የሱስሲ ንጸሓፍትን ፈሪሳውያን ብኡድ ኣይኮነን ዝዀነኖም። እናሰምዕዎ ከለዉ እቲ ቃል እንታይ ይምህር ከም ዘሎ ንሱ እንረኣይዎ ብሕልናኦም እንታይ መዲቦም ነዝስ ዘበት ከይንኣምን ኢሎም መዲቦም። ተጠቢሮም ኣይኮኑን ደይ መደይ ኢሎም ኣእምሮም ዓጽዮምሉ ንጎይታና የሱስ ባዕሎም ንሓሳባቶም ኣዳናጊሮምዎ ንሱ እቲ መሲህ ምዃኑ እናብርሃሎም ከሎ እዚ ኩሉ ትእምርትን ተኣምራትን ዝገብረሎም ዝነበረ ማሕተም ናይ መሲህ ምዃኑ ዝምስክር ሓቅታት እዩ። ግና መሊሶም ድኣ ኣንጻሩ ዓጠቑ። ኣእምሮኦም ደፈንዎ። ልቦም ደፈንዎ። ከብርሃሎም እንተ ደለየ ከኣ ብውሽጦም እምብልና ኮኑ፣ ብኣፎም እውን እምብልና ኮኑ። እዚ ወይለኹም ኢሉ። ንስኻትኩም ወይ ኹም ጸሓፍትን ፈሪሰውያንን ከመይ ጌርኩም ካብ ፍርዲ ገሃነም ከተምልጡ? ካብዚ ዝዓቢ ዘፍርህ ነገር የልቦን። ምርዳእ ስኢኖም ኣይኮኑን፣ ኣእምሮኦም ኣብዩዎም ኣይኮነን፣ ባዕሎም ነእምሮኦም ዓጽዮሞ። በዚ ሰብኣይ እዚ ዘበት ከይኣምን ኢሎም ስለ ዝዓጸዉዎ ከኣ ምድሪ ጸልመተት። እምበኣርሲ ጐይታ በዚ ዝብለና ዘሎ ቓል የለብመና፣ ብስሙ ድማ ደሚቕና በሪህና ንቕድሚት ንድፋእ። ጐይታ ባረኹም። ደው ክብል ቁሩብ ተሪፉኒ ነይረ መጺእኩም በሊ ኣበይ ጠፊእካ